ሓንቲ ኣዝያ ሓጻርን መሃሪትን ዛንታ ክነግረኩም እሳ ከኣ እንቲኣ ኣብ ሓደ ዓዲ እዩ ኩሉ ግዜ ድማ ኣብ ደገ ቤተ ክርስቲያን ኣብቲ ኣፍ ደገ ካብ ዕንጨይቲ ዝተሰርሐ ወንበር ነይሩ ማለት እዩ ሽዑ ኩሉ ሰብ ቤተ ክርስቲያን ክመላለስ ከሎ እንታይ ብሉ ነይሩ ኣብኣስ ሰብ ተቐሚጥላ ወይ ድማ ሰብ ኮፍ ኢላ ይፈልጥሾ ስለምንታይ እያ ግን እዛ መቐመጢት እዛ ወንበር እዚኣሲ ክሳብ ሕጂ ሰብ ተቐሚጥላ ዘይፈልጥ እንዳበሉኻ ይሓቱ ነይሮም። ሽኡ ሓደ መንእሰይ እንታይ ኢሉ ብዕድመ ኣዝዩ ንዝዓበዩ ኣቦ ኣገልጋሊ ናይቲ ቤተ ክርስቲያን ከይዱ ከምዚ ክብል ሓቲትዎም ኣቦይ ቀሺ ኢሎም እዛ መንበሪ እዚሲ መን ክቕመጠላ ተባሂላ እያ ኣብዚ ተቐሚጣ ዘላ ኢሉ ኢሉ ሓቲቶም ማለት እዩ። እቶም ኣቦ ከዓ እንታይ ኢሎሞ በህድኣት ከምዚ ክብሉ መሊሰምሉ። እዚ ወደይ ኢሎሞ እዛ መንበሪ እዚኣ ንጎይታና መድሃና ኢየሱስ ክርስቶስ ተባሂላ ኣብዚ ተቐሚጣ ዘላ እቲ ምኽንያት እዚ እዩ ኢሎሞ። ኩላትና ኣምላኽ ኣብ ዝኾነ ቦታ ምሳና ክህሉ ንደሊ ኢና። ኣምላኽ ፈቃር ስለ ዝኾነ ከኣ ከም ትምኒትና ኣብ ኩሉ ቦታ ኣብ ኩሉ ጉዕዘና ኣሎ እዩ ምሳና። ይኹን ግን ደቂ ሰባት ሓደ ሓደ ግዜ ንዝንግዖ ኢና እሞ ድሕሪ ንዝንግዖ ኢና ስለዚ እዛ ወንበር እዚኣ እንዳረኤ ንኣምላኹ ምእንታ ኪዝክር እዚ ክብል ከለኹ ግን ኢሎሞ ንኣምላኽ መንበር ስለ ዘድልዮ ኣይኮነን ከምቲ ከፍ ክብል መንበር ዝገበርናሉ ኣብ ልብና ቦታ ኪነዎ ስለ ዝተደልየ እዩ እቲ ዓብዪ ትምህርቲ ኢሎሞ ማለት እዩ ሕጂ እንታይ እዩ ከምዚ በቃ ማለት ኣምላኽ ኩሉ ግዜ ምሳና ከም ዘሎ ንፈልጠሉ ምኽንያት እንታይ ሓደ ካብ ሓጢኣት ንርሕቕ ኢና ክፉእ ካብ ምግባር ድማ ንርሕቕ ኢና ማለት እዩ ድሕሪኡ እዚ መልሲ እዚ ሒዙ እዚ መንእሰይ ድሕረ ዋርሕ እንታይ ገይሩ ሕድኣትን ሰላምን ዓሰሎሞ እቲ ምኽንያት ድማ ጥርሓት ዝነበረት መንበር ኣምላኩ ፊሉላ ከም ዘሎ ይዝክር ስለ ዝነበረ እዩ። ሽዑ እንታይ ከምኣም ዘከረ? ካብ ክፉእ ምዝራብ፣ ክፉእ ካብ ምሕሳብ፣ ሓጢኣት ካብ ምስራሕ ይቑጠብ ስለ ዝነበረ እዩ ማለት እዩ። ልክዕ ንሕና ኸኣ ኣብ ሕድሕድ ገዛና ብፍላይ መስቀል ክንርኢ ከለና፣ ስእሊ ኣድህኖ ክንርኢ ከለና ኣዝዩ ንመስተውዓሊ ምኽንያት ኣለዎ ማለት እዩ። ስእሊ ኣድህኖ ኣብ ቅድመኻ ትገብር ከለኻ ኣምላኽ ኣሎ ቅድመኻ ትዝክረሉ እዩ። መስቀል ኣብ ክሳድካ ኣሲርካ ኣለኻ እቲ መስቀል ዘዘኻኽረካ እዩ መስቀል ንምንታይ ኣሲርክዮ ክፉእ ንኸይትገብር ክፉእ ንኸይትሰርዕ ይምህረካ ማለት እዩ። ስለዚ እምበኣር እዛ መንበር ንሕና ደቂ ሰባት ድማ ኩሉ ግዜ እንሽወዶ ነገር እንተይሃሎ ካብ ሰባት ዝተኸወልና ይመስለና ወይ ድማ በይንና ዘለና ይመስለና እዩ ብፍላይ ኣብ ክፉእ ንምስራሕ ማለት እዩ እዚ ከዓ ኣርሖ ከይከድና ዘማራይ ዳዊት ኣብ መፅሓፍ እንታይ ኢልዎ ኣሎ እቲ ዓይኒ ዝፈጠረስ ኣይርእንዶ እቲ እዝኒ ዝፈጠረኸ ኣይሰምዕን ዶ እዩ? ንምንታይ ካብ ኣምላኽ ኣምላኽሲ ካብ ኣምላኽ ተሓቢእና ንገብሮ ክፉእ ይኹን ጽቡቕ ነገር የለን። ምክንያቱ ዕስራን ኣርባዕተን ሰዓት ዘይታኸስ ሕያዋይ ጓሳ ንዓና ዝፈጠረ ኣብ ኩሉ ቦታ ኣብ ኩሉ ነገር ኣሎ። ስለዚ ካብ ሰብ ክንክወል ንኽእል ኢና፣ ካብ ኣምላኽ ግን ተኸዊልና ኣይንኽወልን ኢና። ልክዕ ድማ ቀሪ ኣብ መዝሙረ ዳዊትን ብተወሳኺ ኣነስ ካብ ገጽካ እሞ ናበይ ክኸድ ካባኻኸ ናበይ ክኽወል ኣብ ኩሉ ቦታ ሲ ንስኻ ኣለኻ ኢኻ ኢልዎ ማለት ስለዚ በዚ ምክንያት ድማ እዛ መንበር ኢየሱስ ክርስቶስ ከፊሉላ ከም ዘሎ ኣሚና ካብ ሓጢኣት ምስራሕ ንቑጠብ እዚ መንእሰይ ከዓ ካብዞም ኣባ ተማሂሩ ልክዕ ብኡ ወንበር ኣብ ገዝኡ ኣቐሚጡ ኩሉ ግዜ ይዝክራ ነይሩ ማለት እዩ። ሕጂ ጎይታ ኮፍ ኢሉ ኣሎ ኢሉ ይዝክራ ነይሩ ኣብዚ ኣሎ። ልክዕ ንሕና ኸኣ ብፍላይ ክርስትያን ኣብ ገዛና ስእሊ ኣድኖ እንተ ሃሊና ኣብ ክሳድና መስቀል እንተ ሃሊና እዚ ኣምላኽ ብዙ ጥራሕ ኢና ነስታውሰሉ ዘይኮነሲ ክትነቅሕ ከለኻ ብምንታይ ምክንያት ኢኻ ትነቅሕ ግን ሰብ ንኸይትሓሚ ንኸይትሕሱ ንኸይትሰርቕ ክፉእ ንኸይትገብር ኩሉ ግን በቃ እቲ ስእሊ ኣድኖ ኣብ ገዛና ዘሎ ንምንታይ እዩ እንታይ ይምህረና መንኮ መን መን ኣለዉ ቅድሜና እቲ መስቀል ንኣስሮ ኣለና ንምንታይ ምክንያት እዩ ክንርዳእ